ኢና ኣለና ካብ ጀጋኑ ተጋደልቲ ትግራይ ማለት እዩ ስለዚ ፈለማ ብሽም ምስንዳእ ጋዜጣ ወይን ከመስግነካ እሞ። ወይና ተኣዘዝኩ ኣነ እውን ከምኡ እዩ ነይሩ ወይ ንጌታቸው ረዳ ክትሕዝኻ ወይ ንሓደ ሰብ ክትሕዝኻ ኣይኮነን ነይሩ እቲ ኣነ ተኣዘዝኩዎ ትእዛዝ ማለት እዩ ከምኡ ኮይኑ ያው ቅድሚ ጌታቸው ረዳ ምምፅኡ ካልኦት ሓይልታት ፀጥታ እውን መፂኦም ነይሮም እዮም ሕጂ ከም ኣርሚ ሰላሳን ሰለስተን ኣዛዚ ከም ናይ ግንባርና ውን ኣሎ ሓደ ከበደ ዝብሃል ገብረስላሴ እቲ ኣርሚ ኣዛዚና እኒኤ ቅድሚኡ መጺኦም ነይሮም ካብኡ ከላሽ ሒዞም ስለ ዝነበሩ እቲ ከላሽ ንምንታይ እዩ ኢልና ንሕና ፈትሽናዮም ኢና ንዕኦም ንዕኦም ፈትሽናዮም ያው ንስራሕ ኢና ንኸዘልና እዚኦም ከዓ ንዓጀብትና እየ ኢሎም ኣሕሊፍናዮም ንፍተሻ ስለ ዝነበርና ማለት እዩ ንዕኦም ፈትሽናዮም ኢና ቅድሚኡ

ክፍት ኣቢልታ ጋቤና መስትዋት ወርድ ኣቢላ ኣነ እየ እንተኣኹም ኮይንኩም መንከ እዩ እዚ ኼላ እዚ ገይርዎ ኢልና ንሕና ያው ናይ ባዕልና መራሕቲ ኣለውና መራሕትና ኼላ ጎር ኢሎምና ንገብር እውን ኔርና ኢና ብድሕሪኡ እውን ክንገብር ኢና ምኽንያቱ ናይ ባዕልና ትእዛዝ ስለ ዘለና መራሕቲ እውን ኣለውና ብመራሕትና መሰረት ስለ ንጓዓዝ ግድን ጌታቸው ኬላ ትገብሩ ኣይትግበሩ ዝብል ትእዛዝ ኣይመፀና ንሕና ንሕና መራሒ ክትፈጥረልና ኮረልና ሰንሰለት ዘለዎ መሪሕነት ዘለዎ ኢና ሰራዊት እዚ ስለዚ ብሰንሰለት ተኣዚዝና ንሕና እታ ኬላ ኢና ንሕሉ ነርና ከም ኣምሰለና መንከ እዩ ከምዚ ግበር ኢልኩም ኢልና መራሕቲ ኣለውና ኢለዮ መራሕቲ ኣለውና መራሕቲ እዮም ኢሎምና ኢለዮ እሞ ኣነ እየ ኣነ ፕረዚደንት እየ ኢልኒ ዋ ይፈልጠካ እየ ኢለዮ ኣብኡ ምንም ኣይዛረብናዮን ታኬላ እንዳውም ኣየውረድናዮን ክብሪ ንዕኡ ኢልና ታኬላ እየ ሓፍ ኣቢለያ ንላዕሊ ታኬላ ናብ መሬት ዘይኮንኩ ወሪደያስ ሓፍ ኣቢለ የሕልፈዮ ታኬላ ሓፍ ኣቢለያ እታ መኪና ሸሊኳ ከይዳ ፕረዚደንት ምዃኑ ስለ ዝፈልጥ ማለት እየ እና እምበር ኣይፈተሽናዮ ኣይበልናዮ ከምዚ ጌርና ኢና ኣሕሊፍናዮ ይብለካ ከም ዝመጽእ እውን ሓበሬታ ነይርኩም ዶ ኣይነበረኩም? ንሕና ዝነገረኒ ሰብ የለን ጌታቸው ክመጽእ እዩ ኣይመጽን ዝብለኒ ሰብ የለን ኣነ ንካሊእ ትእዛዝ ወጺኦ ነይረ ነቲ እዛ ንሱ ይሰርሕ ነይረ ንሱ ኣጋጣሚ መጺኡ ከምኣ ጌርና ኣሕሊፍናዮ እዚኣ እያ ናታ ናይ ሽዓ ኣተሓላልፍኡ ማለት እዩ ካብቲ ንስኻትኩም ኬላ ዝገበርኩምሉን ካብ ንሱ ዝመጸሉን ዝነበሮ ኣፈላላይ ሰዓት ከ እቲ ቦታ ከ ኣበይ ቦታ እያ ነይራ? ንሕና ንግሆ ኢና ኬላ ወጺእና ወጋሕታ እዩ ኣብ ሰሜን እዝ እዩ እዛ ሰሜን እዝ መእተዊት ዘላ ኣስፓልት ናይ መከላከያ ሰሜን እዝ ኣብታ መእተዊ ዘላ ኬላ ኣብታ መእተዊ ዘላ ኣስፓልት ኣብኣ ኢና ኬላ ጌርና ነይርና ዝገበርናዮ ንግሆ ወጋሕታ እዩ ዝመጸሉ ንሱ ምሸት ዓሰርተ ሰዓት or ዓሰርተ ሓደ ሰዓት ኣከባብታት እዩ መጺኡ ንሱስ ንዕኡ እንተደልስ ኣበይ ከም ዘሎ ሽዑ ከኣ ኣብዚ ውዒሉ እዩ ኢልዎ ኣብዚ ናይ ሃጸይ ዮሃንስ ምረቓ ነይሩ እዩ ሃፀይ ዮሃንስ ራብዓይ ምረቓ ነይሩ ኣደራሽ ኣብኡ ከም ዝወዓለ ንፈልጥ ኢና ንዑ እንተንደልስ ንስኹ ኣብዙይ ክብገስ ተሎ እቲ ከይላ ንሱ መዓጽና እያ ነርና ግን እቱ ታርጌት ንዑ ዘይኮነ ንሰብ እውን ኣይኮነን ነሩ ንቲ ዝበልኩኻ እዩ ነሩ ማለት እየ።
ስለዚ ካብ ንጎት ሒዝኩም እናፈተሽኩም ኢኹም ውዒልኩም? እዎ እናፈተሽና ውዒልና ንጎት ሒዝና ፈተሽና ውዒልና ንሱ ዓሰርተ ሓደ ሰዓት ኣከባቢ መጺኡ ኸይዱ ድሕሪኡ እውን እናፈተሽና ኣምሲና። ጽቡቕ ምስዙይ ተተሓሒዙ ብፍላይ ጌታቸው ኣብቶም ዝሓለፉ ቃለ መሕተት ብድሕሪኡ ዝገበሮም ቃለ መሕተት ዝተዛረቦም ብዙሓት ዘረባታት ኣሎ ካብኣቶም ክቐትሉኒ ደልዮም ነይሮም ክኣስሩኒ ሓሲቦም ነይሮም ኣብ ኬላ ደው ኣቢሎምኒ ብፓትሮል ክሳብ ኤርፖርት ስዒቦምኒ ዝብሉ ዘረባታት ይዛረብ እዩ እዞም ሓሳባት እዚኦም ሕዚ ንህዝቢ ልኡኽ ዝተሓንገጠ ሰራዊት ሓይሊ ፀጥታ ምፅላም እዩ ነይሩ። እዚ ሕዚ እውን ደጋጊሙ ክብሪ ሰራዊት ትግራይ ዘፀልሙ ኣጠናኺሩሉ እዩ ቀፂሉ ዘሎ ድሕሪ ብፍላይ ማለት እዩ ስለዚ ብዛዕባ እዚኦም እንታይ ኢኻ ትብለና ምስክርነት እዚኦም ዞም ዝበሎም ኩሎም እቶም ክኣስሩ ንደልዩ ነይሩ ደልዮም ነይሮም ክቐትሉ ንደልዮም ነይሮም ብፓትሮል እውን ስዒቦምኒ እዮም ድሕሪኡ ምስ ሕለፉኒ እውን ይብል እዩ ኣብዚ እንታይ ትብለና
ኣይ ኣነ ተቆቆትልኒ ኢሎም ነሮም ዝብል ባጫ እዩ እዚ ቀልዲ እየ ዝብሎ ኣነ ኣነ ሕጂ ወረደ ሓደ ሰብ ዝሓሰቡ ዕላማ እንተዘይሳኺዑ ነቲ ዕላማ ዘዐንቀፎ ሰብ እናጨርበረ እዩ ዝነብር ኣነ ከምኡ እየ ዝብልኩ ብኡ እየ ዝግምቶ እውን ሕጂ ክቐትሉ ደልዮም ነይሮም ዝብል ንሕና ሽዑ ዕጡቓት ኢና ኮር ሙሉእ እኒአው ንዕኡ ክንቀተሉ ንደልስ እንታይ ክንገብር ኢና ተኸይልና ኣሕሊፍናዮ ስለዚ ዘይመስል ዘረባ እዩ። ንሕና ንጌታቸው ረዳ ክንቀትል እውን ሓሳብ እውን የብልናን ድሌት እውን የብልናን። ምክንያቱ ከም ዜጋ ትግረዋይ እዩ። ከም ተጋድላይ ቲዲኤፍ ከዓ ተጋድላይ ቲዲኤፍ ዝነበረ እዩ መሪሕነትና እዩ ንሕና ንኣምነሉ መሪሕነት ዝነበረ ሰብ እዩ እዚ እዚ መራሒና እዚ ከዓ ክንቀትል ንሕና ኣይኮነ ክንቀትሎ ፅፅያ ኡፍ ክብለሉ ወይ ንደልን ምክንያቱ ነኽብሮ መራሒና ነበረ እዩ ሕዚ እውን ዋላ ተፈላለይ ንሱ እንተዘጋጥም ነይሩ ተፈላለዮም ፖለቲካ እዩ ናይ ፖለቲካ ናይ ባዕሎም እዩ ንሕና ፖለቲካ ስለ ሕማቅ ስለ ዝተዛረበ ወይ ከኣ ንፖለቲካ ሕማቅ ስለ ዝገበረ ክንቀትሎ ብስሩ ሓሲብና ውን ኣይንፈልጥን ብስሩ ውን ኣይንገብሮን ከማና ዜጋ ትግረዋይ ስለ ዝኮነ ክንቀትሎ ኣይንደልን ማለተይ እዚ ስኢልካ ናይ ባዕሉ ያው ይሰምዖ ኣለኩ ኣምሓራ ሚድያ ውን ኣብ ዱባይ ኮይኑ ሕክምና ውን ተዛርቦ ኣሎ ከምዚ ኢሎም ክቀትልኒ ኢሎም ገለ መለ ኢሉ መጀመርያ ተዛሪብዋ እያ እዛ ዘረባ እታ ትክክለኛ ዘረባ ጌታቸው ረዳ ናይ መጀመርያ እያ።

ማዕረ ክንድዚ እናገበርካ ከኣ ሰራዊት ትግራይ ከምዚ ጌርካ ምጽላም እሞ ከኣ እናመራሕካያ ዝነበርካ ሰራዊት እቶ እናበልካ እናወዳእካያ ዝነበርካ ሰራዊት ተዋጋእ ንዕላማኻ እናበልካ እና ፕሮፓጋንዳ እናነፋሕኻ ዘእተኻዮ ሰራዊት ማዕረ ክንድዚ ይቐትሉኒ እዮም ማለት ኣነ እዚ ባጫ እዩ ዝብሎ ኣሎ ብድሕሪኡ ዝነበረ ኩነታታ እዩ ምስ ሓለፈ ብላይ ብፓትሮልስ ስዒቦምኒ እዩ ዝብል ብድሕሪኡ ሕዚ ኣብቲ ኬላ ክሳብ ክንደይ ሰዓት ጸኒሕኩም ከምኡ ከ ነይሩ ድዩ ዝሰዓበት ፓትሮል ነይራ ድያ ኣነ ብድሕሪኡ ኣውይን ኣምሲን እብለካ ኣለኹ። ስራሕና ዕላማና ካሊእ ስለ ዝነበረ ስራሕና እውን ካሊእ ስለ ዝነበረ ንዕኡ ንምሓዝ ዘይኮነስ ካሊእ ዕላማ ስለ ዝነበረና ኣውይን ኣምሲና እናፈተሽና ኢና ኣምሲና። ንሕና ስጀመር ፓትሮል ኣይነበርናን ሽዑ ምሳና። ብምንታይ ፓትሮል ኢና ተጓይናዮ ኣይ ዶንት ኖው ንሕና ኣይተጓየናዮን። ብድሕሪኡ እውን ኣብኡ ፀኒሕና እናፈተሽና ፀኒሕና ኢና። እና ፓትሮል ዝባሃል ኣነ ን ኤርፖርት ክትከድ ውን ኣይረኣኽዋን ን ኣነ ውን ኣይከድኩን እቶም ምሳይ ዝነበሩ ብጾተይ ውን ኣይኸዱን ብስሩ ዝኸደ ውን ኣነ ኣይፈልጥን ኤርፖርት ዝተጓየየ ሰብ የለን ካባና ውን ኣነ ካብ ዝፈልጦም ውን ዝተጓየየ ኣብ ኤርፖርት የለን ሕጂ ሓደ ሓደ ግዜ ብ ስልኪ ኣዋጊዕም ንምንታይ ይሓልፍ ዘይትቀትልዎ ኔርኩም ገለ በለ ዝብሉ ሰባት ኔሮም ናብቲ ኬላ ውን ደዊሎም ዘይትቀትልዎ ኢሎም ኢዮም ኢዩ ኣነ ብዋናነት እታ ኬላ ኣነ ኣነ ኢየ ዝመርሓ ኔረ ንዓይ ዝደወለለይ መራሒ የለ ክልዓለይ ብስሩ ን ጌታቸው ረዳ ሓዙ ዝብለኒ ሰብ ኣይነበረን ጌታቸው ረዳ ሓዞ ከምዚ ይግበሮ ዝበለኒ ሰብ እውን ኣይነበረን ንምንታይ ኣሕሊፍካዮ እውን ዝበለኒ ሰብ የለን ማለት እዩ እዚ ኢሉ ንባዕሉ ንክጥዕመሉ ተዛረበ እምበር ንሕና ከምኡ ዝገበረ ሰብ ፓትሮል ትጓየ ሰብስ የለን ብፍላይ ምስዚኣ ተኣሳሲራ ትለዓል ሓሳብ እንታይ እያ ንዓይ ዝሕለፈና ኣካል ንዓይ ምስ ሕለፈኒ ብፍላይ ጌታቸው ምዃነይ ምስ ፈለጠ ተሰኪፉ ሕሊፉኒ ምስ ኣሕለፈኒ እውን በቲ ዝገበሮ ተግባር ተኣሲሩ እዩ ዝብል ዘረባ እውን ተዛሪቡ እዩ። ካብ ሓይልታት ፀጥታ ይኹን ካብ ኣባላትኩም ብድሕሪኡ ዝተኣስረ ሰብ ኣለ ድዩ?
ኣነ የሕሊፈዮ ታይ ትግልፅ እንዶ ኣነ እንድየ ኣሕሊፈዮ ኣነ ኣይተኣሰርኩን እንድዒ ወይ ምስኡ ዝነበሩ ተኣሲሮም እንተኾይኖም ኣነ ኣይፈልጥን ኣባላት ነበሩ ግን ኣነ ባዕለይ ስለዘሕለፍክዎ ኣነ ኣይተኣሰርኩን ምሳይ ዝነበሩ ብፆት እውን ኣይተኣሰሩን

እቲ ሓሳብ ምስ ሰማዕካ ኢኻ ታይ ኢልካ ብፍላይ እቶም ኩሎም ሓሳባት ክሳብ ሕዚ ዝብሎም ዘሎ ምስ ሰማዕኻ ኣባኻ ዝተሰመዐካ ስምዒት ታይ እዩ?
ያው ኣነ ካብኡ ኣይጽበዮን እቲ ዝብሎ ዘሎ ሓሳባት ካብ ጌታቸው ረዳ ኣይጽበዮን ኔረ ኣነ ጌታቸው ረዳ ክምረጽ ተሎ መጀመርያ ክምረጽ ተሎ ብጣዕሚ ደስተኛ እየ ኔረ ኢዚ እዙይ ንመናእሰይ ኣሻጊሩ ጽቡቅ ልምዓት ጽቡቅ ዲሞክራሲ ንትግራይ ከምጸላ እዩ ዝብል ሓሳብ ኔሩኒ ትምኒተይ እውን ከምኡ እዩ ነይሩ። ምስ ተመረጸ እውን ደስተኛ እየ። ያው ተመሪጹ ቀጥታ ናባና መጺኡ ነይሩ። ፎረም ትበሃል ክፈጥር ተሃድሶ ነይራ። ናብኣ መጺኡ ነይሩ እና እቲ ደስታና ደስታና ከይወዳእና ግን ያው እዚ ኩነታት እዚ ኣጋጢሙ። ኣነ እቲ ዝዛረቦ ዘሎ ንህዝቢ ትግራይ ዘይምጥን ዘረባታት እዩ። ሕዚ ኣነ እንተሞይተ ዳንዴር ኣይትብቆላ ከም ዝበሃል ኣነ ካብ ፕረዚደንት እንተተባይረስ በቃ ኩሉ ናይ ትግራይ ዘሎ ምስጢራት ሓቂ ይኹን ሓሶት ይኹን

ሰብዚ ሓደ ቢልዮን ወሲዱ እዩ ኢሉ ክኸሶ ዘይከኣለ ስለዚ እዚ ፀለመ ናይ ሰራዊት ትግራይ ናይ ትግራይ ዘሎ ሓይሊ እንኮ ሓይሊ ሕጂ ሰራዊት እዩ ሕጂ እቲ ሰራዊት ኣፍሪስካ ነታ ዓዲ ናብ ዝነበረ ካብቲ ዝነበረ ዝሓመቐ ውድመት ንምእታው ዝሓስቦ ታርጌት ስለ ዝኾነ እዚ ኣነ ብኡ ብናቱ ዘረባ ብናቱ መደረ ብጣዕሚ እየ ሓዚነ እዚ ክብለካ ዝደሊ ሰራዊት ትግራይ እውን ምስሩ ኣነ ከምቲ ዝሰምዖ ወይ ከዓ ከምቶም ብፆተይ ዝዛረብዎ ብጣዕሚ እዮም ዝኣምንዎ ነይሮም ምክንያቱ ብጣዕሚ እዮም ዝኣምንዎ ነይሮም ያው ኮምዚ ጌታቸው ረዳስ ኮምዚ ጌሩ ንህዝቢ ትግራይ ወይ ከዓ ንሰራዊት ትግራይ ከፅልም እዩ ከዲዑ ክኸድ እዩ ዝብል ስሩሕ ሓሳብ እውን ኔርና ኣይንፈልጥ ምስ ከም ተጋደልቲ ማለት እዩ ኮይኑ ግና ያው ሕማቅ ምስራሕ ህዝቢ ትግራይ እውን በቲ ጅግንነቱ በቲ ክስታዩ ሰራዊት እውን ኣብ ፅንዓት ስለ ዘሎ ከስርሖ ስለ ዘይክእል ርእዩ ወጺኡ ኣዲስ ኣበባ ኣትዩ እኒኤ ማለት እዩ። እንታይ እቲ ዕላምኡ እንተልካኒ ዕላምኡ ሓንቲ ዕላማ እያ እታ ናይ ቀደም ነበረት ናይ ኣብይ ኣህመድ ዕላማ እያ። ሕጂ ከም እታ ክልተ ሽሕን ዓሰርተ ሰለስተን ዝነበረ ፕሮፓጋንዳ ኣብይዎ ብኡ ምስ ኣበዮ ናብ ሓይሊ ኣትዩ ኣብቲ ውግእ ርኢኻዮ ተዋጊእና ብጾትና እውን ኣርጊፍና ኣሰዊእና ብጾትና እውን ኣካሎም ጎዲሎም ናብዚ በጺሕና ኣለና ናብዚ ሰላም ውዕሊ ፕሪቶርያ ኣቲና ኢና። ሕጂ እቲ ዕላምኡ እንታይ እዩ ተልካ ነቲ ናይ ቀደም ክልተ ሽሕን ዓሰርተ ሰለስተን ምድጋም እዩ እንደገና ንትግራይ ንምጭናቅ እንደገና ንትግራይ ናብ ኢኮኖምያ ንምድቃቅ ዝግበር ታርጌት እዩ ማለት እዩ ሒዚ እዚ ትክክለኛ ቀልኡክ ናይ ብልጽግና ኮይኑ እዩ መጽኡ ሒዚ ሒዚ ፍሉጥ እዩ ኣማኻሪ ምስራቅ ኣፍሪቃ ናይ ብልጽግና ኮይኑ ናይ ጌታቸው ናይ ኣብይ ኣህመድ ኮይኑ እኒኤ እዚ ፍሉጥ እዩ ብልጽግና ኮይኑ ማለት እዩ ስለ ብልጽግና ከዓ ንዓና ሰላምና ይደልየናን ኣይንመውት ኣይንሓዊ ይደልየና ብልጽግና ክንዓቢ ብኢኮኖሚ ዓቢና ብሃፍቲ ዓቢና ትግራይ ዓብያ ክረኢ ይደሊ ንብልፅግና ክትመውት እውን ኣይደሊን ንምንታይ ዘይደሊ ናይ ባዕሉ ፖለቲካ እንትን ስለ ዘለዎ ማለት እዩ ስለዚ ከምዚ እዩ እና ልእኹ እዩ የዝላነ እዚ ልእኹ ናይ ብልፅግና ስለ ዝኾነ እዩ ዘፅልመና ዘሎ ሰራዊት እዩ የዝላነ በዚ ኣጋጣሚ ንዝግበሩ ዘለዉ ወፍርታትን ምስዛ ናይ ኬላ ተታሒዛ ምሳኹም ዝለዓል ዘሎን ዝሃብካና ሓበሬታታትን ተተሓሒዙ ብፍላይ በዙይ ንዝደናገሩ ኣካላት ታይ ክትብል ትኽእል? ንህዝቢ ትግራይ ንኻሊእ ኣባል ሰራዊት ትግራይ እውን ተመሓላልፎ መልእኽቲ ታይ ይህልወካ?
ንሕና በቃ ያው በዚ ዝኽየድ ዘሎ ምድንጋራት ሰብ ህዝቢ ትግራይ እውን ክደናገር የብሉን፣ ሰራዊት ትግራይ እውን ክደናገር የብሉን እየ ዝብል። ንሕና ዕላማና ሓንትን ሓንትን እዩ። ንሕና ዕላማና እታ ክልተ ሽሕን ዓሰርተ ሰለስተን ቅድሚ እታ ጦርነት ክልተ ሽሕን ዓሰርተ ሰለስተን ጥቅምቲ ዝነበረት ትግራይ ምምላስ እዩ። ብራያ ይኹን ብምዕራብ ይኹን ብማይፀብሪ ይኹን ብዛላምበሳ ይኹን ብባድመ ዘን መሬትና እንተሒዝና ፖለቲካ ከም ፖለቲካኡ ኣይነት ሓደ ውድብ ደጊፍካ ንሓደ ውድብ ደጊፍካ ዘይኮነስ እቲ ንትግራይ ዝጠቅም ውድብ ትግራዋይ ባዕሉ ይፈልጦ እዩ። ስለዚ ሰራዊት ከም ሰራዊት ንሕና ግን ተዝኖ ኣብ መሬት ንምልሰን እሞ ብድሕሪኡ ፖለቲክኦም ከም ፖለቲክኦም ይውድኡ እየ ዝብል እዚ ግን ኣብዚ ግን ሰራዊት ጠንኪሩ እዚኤን ሳብ ዝምለሳ ሕድሪ ኣያታቱ ሕድሪ ኣሕዋቱ ሕድሪ ደቁ ኣኽቢሩ ክቃለስ ኣለዎ እየ ዝብል ጽቡቕ ኣዝየ ዘመስግን።
ዝኸበርኩምን ዝኸበርክንን ተኸታተልቲ ሚድያ ወይን፣ ምስ ናይ ጌታቸው ረዳ ዝተተሓሓዘን ኣብ ልዕለይ እዙይ ተፈፂሙ ኢሉ ዝውዝዖም ዘሎ ሓበሬታታትን እቲ ኣብ ባይታ ዝነበረ ሓቅን እንታይ ይመስል ንስኻትኩም ዝለዓለ ፍርዲ ክትህቡ ኣቕሪብናልኩም ኣለና እሞ ንሎሚ ዝነበረና ትሕዝቶ ድማ ነቲ ዝተኸታተልኩሞ እዩ ዝመስል። ሕዚ እውን ሚድያ ወይን ንዓኹም ዝተፈላለየ ሓበሬታታት ናባኹም ንምቕራብ ዝተፈላለዩ ምድላዋት ከቕርብ እዩ። ሕዚ እውን ሼር፣ ላይክ፣ ሳብስክራይብ ኣይትግደፉ እናበልና ስለትከታተሉና ኣዚና ኢና ነመስግን። ክብረት ይሃበልና።